ጎይታ ብርኽርኽ የብልኩም ናይ ሎማዓልቲ ባይብል ስታዲና ማርቆስ ዓሰርተ ክልተ ካብ ቁጽሪ ሓደ ክሳብ ዓሰርተ ሸውዓተ እዩ ዝሓለፈ ሰሙን ኣብ ምዕራፍ ዓሰርተ ሓደ ኢና ወዲእና ነርና ከምቲ ኣሕዋተይ ክብሎም ክብልዎ ዝጸንሑ እዛ ሒዝናያ ዘለና ምዕራፍ ካብታ ቁጽሪ ካብቲ ምዕራፍ ዓሰርተ ሓደ ዝቐጸለት ክፍሊ እያ የሱስ ክርስቶስ ጎይታ እዩ ብጣዕሚ ንጎይታ ባሪኸዮ ሎም መዓልቲ ኮፍ ኢለ ንነዊሕ ሰዓታት እየ ወሲደ ኣብዛ ባይብል ስታዲ እና ብጣዕሚ ይግረም ነይረ ጎይታ ዝምህረኒ ዝነበረ ነገርሲ ብጣዕሚ የደንቐኒ ነይሩ እና ርግፀኛ እየ ፅን ኢልኩም ድሕሪ ሰሚዕኹምኒ እንደገና ፒሮን ወረቀትን ድሕር ሒዝኩም ወይ ድማ በቃ ኣቴንቲቭሊ እንድህር ሰሚዕኹም ከሲብኩም ክትወፁ ኢኹም ኢየሱስ ጎይታ እዩ ናይ መወዳእታ ኣብ 213 ንገብራ ባይብል ስታድያ እዚኣ ዝቕፅል 2014 እና ክንብል ማለት እዩ ኢየሱስ ጎይታ እዩ እንታይ ኢሉ ሲ ብምስላ ድማ ክብሎም ጀመረ ሰብኣይ ኣታክልቲ ወይኒ ተኸለ ሓፁር ሓፀሮ መሐምተሊ ከዓ ኮዓተሉ ግንቢ እውን ሰርሓሉ ንዓየይቲ ብመገስ ሂቦም ድማ ገሸ ብለና ክጅምር ከሎ ቁጽሪ ዓሰርተ ክልተ ምዕራፍ ዓሰርተ ክልተ ቁጽሪ ሓደ ምዕራፍ ዓሰርተ ክልተ ካብቲ ዝሓለፈ ሰሙን ዝቐጸለ እዩ ከምቲ ክብሎ ዝጸናሕኩ ካብ ምዕራፍ ዓሰርተ ሓደ ምዕራፍ ዓሰርተ ሓደ ካብ ቁጽሪ ዕስራን ሸውዓተን ክሳብ ዕስራን ሸሞንተን ከድና እንድሕር ኣንቢብናዮ ሊቃውንትን ካህናትን ጸሓፍትን ዓበይትን ናብ የሱስ መጺኦም ሕቶ ኣቕሪቦምሉ ከም ዝነበሩን የሱስ ከኣ ንሕቶኦም ብሕቶ ገይሩ ኸም ዝመለሰን እቲ ኽፍሊ ነቲ የሱስ ዝሓተቶም መልሲ ክምልሱ ብዘይምድላዮም ንየሱስ ዝሓተትዎ ዀነ እቲ የሱስ ዝሓተቶም ሕቶ መልሲ ኸይረኸበ ናይዛ ምዕራፍ ናብዚ ምእራፍ ከም ሰገርና ንፈልጥ ኢና እቶም ክንከታተል ዝቐነና ማለት እዩ ኣብዚ ናይ ሎሚ ክፍሊ ግን የሱስ ብተዘዋወሪ መንገዲ መልሲ ዝህበሉ ኽፍሊ እዩ ኣሜን ዶ ቅዱሳነይ ዝሓለፈ ሓቲቶሞ በየናይ ስልጣን ኢኻ ትገብር ኢሎም ሓቲቶሞ ነይሮም የሱስ ክርስቶስ ድማ ነዚ ኣነ ክምልሰልኩም እንድሕር ደሊኹም ኣነ ድማ ሓንቲ ሕቶ ክሓተኩም ኢልዎም ነቲ ንሱ ዝሓተቶም ጥምቀት ዮሃንስሲ ካብ ሰማይ ድያ ወይስ ካብ ሰብያ ኢሉ ሓቲትዎም እሶም ድማ ከምዛ ቅዱሳን ኣሕዋተይ ሓደ ሚስጥር ክነግረኩም ስለምንታይ ዘይመለስዋ ከቢዳቶም ከይመስለኩም ቁዱሳን ዘይመለስሉ ምክንያት ከምዛ ንየሱስ ክርስቶስ ኣብዛ ናይ ሎምዓልቲ ክፍሊ ዝሓተትዋ እታ ሕቶ ከምዚ ንየሱስ ዝሓተትዋ ንቄሳር ግብሪ ምሃብሲ ጽቡቅ ድዩ ኣይጽቡቅን ኢሎም ዝሓተትዎ ጽቡቅ ተይሉ ምስ ክፈሉ እተኢልዎም ኣይሁዳውያን ክበኣስዎ እዮም፣ እንድሕር ኣይትኽፈሉ ኢሉ ድማ ሮማ ሮማውያን ሽዑ ንሽዑ ክኣስርዎ እዮም። የሱስ ዝሓተቶም ሕቶ ውን ከምኣ እያ ኣይገርመኩምን ቅዱሳነይ ካብ ሰማይ እንተኢልናዮ ስለምንታይ ዘይኣመንኩሞ ስለምንታይ ዘይተቐብልኩሞ ክብለና እዩ ኢሎም እንድሕር ካብ ሰብ ኢልናዮ እዞም ሰባት ድማ ዮሃንስ ነቢይ ከም ዝኾነ ካብ እግዚኣብሔር ዝተለኣኸ ከም ዝኾነ ይኣምኑ እዮም ስለዚ ክልቲኡ መልሲ ኣየዋጽኣናን እዩ እሞ እንታይ ንበሎ ኢሎም ካበይ ከም ዝኾነ ኣይንፈልጥን ኢሎም መሊሶም ቅዱሳን ኣይገርመኩምን ንየሱስ ከኣ ከምኡ ጌሮም ከኸርድንዎ እዮም ኣብዚ ናይ ሎሚ ክፍሊ እንሪኦ ማለት እዩ የሱስ ክርስቶስ ጎይታ እዩ ቀስ እንዳበልኩ ክኸይድ እየ ብሓፈሻ እዛ ሒዝናያ ዘለና ክፍሊ ብሕቶን መልስን ዝተመልአት እያ ቅዱሳነይ እዚ ምዕራፍ እዚ ብህቶ ናይ ሃይማኖታውያን መራሕቲ ዝተመልአ እዩ ቅዱሳን እንድሕር ኣስተብሂልኩም ኮይንኩም ኩሉ ንታሕቲ ወሪድኩም ኮይንኩም ማለት እዩ ኣብ ዝሓለፈ ክንርኢ ኮለና ኣብ ምዕራፍ ዓሰርተ ሓደ ካብ ቁጽሪ ዕስራን ሸውዓተን ክሳዕ ዕስራን ሸሞንተን እቶም እታ ናይ መጀመርታ ሕቶ ዝኾነት ማለት እዩ ካብቶም ሊቃውንቲ ካህናት ጸሓፍትን ዓበይቲ ዝተሰንዶ ሕቶ ማለት እዩ እቲ ቀዳማይ እንታይ ኢሎሞ ተመሊሶም ከኣ ናብ ኢየሩሳሌም መጹ ኣብ ቤት መቅደስ ክመላለስ ከሎ ሊቃውንትን ካህናትን ጸሓፍትን ዓበይትን ናብኡ መጹ ይብል እሞ በየናይ ስልጣን እዚ ትገብር ኣሎኻ ወይስ እዚ ንምግባር ዘሰልጠነካ መን እዩ በልዎ እዛ ቀዳመይቲ ሕቶ እያ ኣብዚ ሒዝናዮ ዘለና ማለት እዩ እቲ ካልእ ህቶ ድማ ካብ ፈሪሳውያንን ሄሮድሳውያንን ዝመጸ ማለት እዩ ኣብ ናይ ሎሚ ነጽንዖ ክፍሊ ማለት እዩ ኣብ ማርቆስ 12 ካብ 13 ክሳብ 17 ኣሎ መቓቒለ እየ ዝነግረኩም ዘለኹ። እዚ ክፍሊ እዚ ብህቶ ዝተመልአ ህቶ ክፍሊ እዩ። ሳልሳይ ድማ ካብ ሰዱቃውያን ዝመጸ ሕቶ እዩ። እሱ እንታይ እዩ? ኣበይና ንረኽቦ? ኣብ ማርቆስ ዓሰርተ ክልተ ካብ ቁፅሪ ዓሰርተ ሸሞንተ ክሳብ ዕስራን ሸውዓተን ንረኽቦ ማለት እዩ። ራብዓይ ድማ ሕቶ ካበይ ዝመጸ እዩ እንድሕር ኢልኩም ካብ ጸሓፍቲ ዝመጸ እዩ። ነዚ ክፍሊ ድማ ካብ ምዕራፍ ዓሰርተ ክልተ ካብ ዕስራን ሸሞንተን ክሳብ ሰላሳን ኣርባዕተን ኣብ ነጽንዓሉ እዋን ክንርእዮ ኢና ማለት እዩ። ሓሙሻይ ሕቶ ግና ካብ የሱስ ባዕሉ ዝመጸ እዩ። ነዚ ድማ ዝሓለፈ ሰሙን ርኢናዮ ኣለና ኣብ ማርቆስ ዓሰርተ ሓደ ካብ ቁጽሪ ዕስራን ትሽዓተን ክሳብ ሰላሳን ሰለስተን፣ እንደገና ኣብ ምዕራፍ ዓሰርተ ክልተ ቁጽሪ ትሽዓተ እውን ክንረኽቦ ኢና፣ እንደገና ድማ ኣብ ምዕራፍ ዓሰርተ ክልተ ካብ ሰላሳን ሓሙሽተን ክሳብ ሰላሳን ሸውዓተን ዘሎ ክንረኽቦ ኢና የሱስ ክርስቶስ ጎይታ እዩ ነዘን ኩለን ሕቶን መልስን ክንበጽሖ ኢና እዚ ምዕራፍ ዓሰርተ ክልተ ክሓልፈና የብሉን ብዙህ ብዙሕ ነገር ፈሪሳውያን ይሓቱ ንሕና ድማ ንመሃረሉ ክፍሊ እዩ ኣሜን እ ስ- ክ- ዝሓትት ኣይሰኣን ፈሪሳውያን ይሓቱ ንሕና ንማሃር ማለት እዩ የሱስ ክርስቶስ ጎይታ እዩ ስለዚ ኣብዚ ብዙሕ ብዙሕ ሃፍታም ዝኾነ ትምህርቲ ኢና ንማሃር ሎሚ ርግጸኛ እየ ኣነ ብጣዕሚ ሚእቲ ፐርሰንት ርግጸኛ እየ በቃ ሓፊዝኩም ከም ትወጹ ማለት እዩ የሱስ ጎይታ እዩ ኣብዚ ክነስተብለሎም ዘለና ነጥብታት ኣለው የስ ኣብዚ ቅዱሳነይ ክነስተብለሎም ዘለና ነጥብታት ኣለው ኩሉ ካብ ምትካል ጀሚሩ ካብ ምትካሉ ጀሚሩ ኩሉ ነታ ወይኒ ዘድልያ ነገር ዝገበረ መን እዩ ቅዱሳነይ ሓደ ሰብኣይ ወይኒ ተኸለ ኢሉ በቃ ካብ ምትካል ጀሚሩ ነታ ወይንሲ ዘድሊ ነገር ዝገበረ መን እዩ እቲ ተኻሊ እታ ወይኒ እቲ ተኻሊ እቲ ተኻሊ እታ ወይኒ እቲ ሰብኣይ ከምቲ ቃል ኣምላኽ ዝነግረና እንታይ ብለና እቲ ሰብኣይ ኣታክልቲ ወይኒ ተኸለ ብለና ሓጹር ሓጸሮ፣ መሐምተልኻ ኩዓተሉ፣ ግምብውን ሰርሓሉ፣ ነዚ ኩሉ ነገር ገይሩ እዩ እምበኣር ብመገስ ሂብዎ ዝገሸ ቅዱሳን ኣሕዋተይ። እቲ ዘድሊ ነገር ብምሉኡስ ዝወደኦ መን እዩ እንድሕር ኢልኩምኒ ዋና እቲ ዋና ናይታ ተኽሊ ወይኒ ማለት እዩ ዋና እቲ ግራት እዩ ነቲ ኩሉ ዘድሊ ነገር ዘማልእ። እቶም ኣየይቲ ቅዱሳን ኣሕዋተይ ኣጸቢቕኩም ስምዑኒ። እቶም ኣየይቲ ኣብ ውዱእ ነገር እዮም ኣትዮም። እቲ ወይኒ ምስ ፈ፣ እቲ እቲ ወይኒ ምስ ፈረየት፣ እታ ወይኒ ምስ ፈረየት፣ ነታ ፍረ ንኽእክቡን ዘድሊ ምክንኻን እንተሎ ንኣሽቱ ስራሕ ክሰርሑ ጥራይ እዮም ተሓቲቶም ቅዱሳን ኣሕዋተይ። ከምዚ ኣነን ንስኻትኩምን ኣብ ውዱእ ስራሕ ጐይታ ዝኣቶና ማለት እዩ። ኣነን ንስኻትኩምን እንሞተሉ፣ እንስቀለሉ ወይ እንግረፈሉ ሰብ የለን። የሱስ ሓንሳብን ንሓዋሩን ንነፍሲ ወከፍና ነቲ ዘድሊ ዋጋ ከፊሉልና ኣሎ። ኣነን ንስኻትኩምን ኣዝመራ ክንእክብ ኢና ተላኢኽና ቅዱሳን ኣሕዋተይ። ነዚ ክፍሊ እዚ ኣብ ማቴዎስ ዕስራን ሓደን ካብ ሰላሳን ሰለስተን ክሳብ ኣርብዓን ሸዱሽተን ኣብ ነጽንዓሉ ዝነበርና እዋን ጽቡቕ ጌርና ኣጽኒዕናዮ ኣለና። ትዝክርዎ እንድሕር ኮይንኩም ካብተን ዘጽናዕናየን ቁሩብ ነጥቢ ክነግረኩም እየ እሞ ክቕጽል እየ ናብዚ ናብቲ ኣነ ዘዳለኹዎ ማለት እዩ እንታይ እንታይ ኢልና ነርና ቅዱሳን ኣሕዋተይ ቅድሚ ኢየሱስ ናብዛ ምድሪ ምምጽኡ ዝተፈላለያ ሰባት ዝተፈላለዩ ሰባት እግዚኣብሔር ንህዝቡ ኣገልገልቲ ይልእኸሎም ነይሩ ክንዲ ዝሰምዕዎም ግና ከምቲ ኣብ ምሳሌ ነንብቦ ንገሊኦም ይወቕዕዎም ንገሊኦም ይቐትልዎም ንገሊኦም ብእምኒ ይጭፍልቕዎም ኔሮም ቁዱሳነይ እግዚኣብሄር ኣብ ገጊዚኡ ናይ ጊዚኡ ሰብኣት የተንስኣሎም ኔሩ እዩ ግና ነቶም ዘዘተንስኣሎም እንዳቐተሉ ጸኒሖም ኣብ መወዳታ ድማ ንሓደ ወዱ ሊኢኹሎም ኣብ ክንዲ ካብቲ ክፉእ ግብሮም ዝምለሱ ነቲ ሓደ ወዱ ውን ክቐትልዎ ላዕልን ታሕትን ክብሉ ከለዉ ኢና ንሪኢ ኣብዚ ክፍሊ ማለት እዩ የሱስ ኣብዚ ብዛዕባ እቲ ኣብ ቅድሚኡ ዘሎ እጫ እዩ ዝዛረብ። ኣንቶ ዮርሳን ሓፍተይ ተንኪፋቶ ነይራ፣ ቅዱሳን ኣሕዋተይ እውን ይዛረቡሉ ነይሮም። የሱስ ክርስቶስ ብዛዕባ ኣብቲ ቅድሚ ኣብ ቅድሚኡ ዝፍጸም ነገራት ትንቢታዊ መልእኽቲ ዘመሓላልፍ ነይሩ። ነዚ ክፍሊ ከንብብ ከለኹ ዝገርመኒ ነገር ቅዱሳነይ ብብዙሕ ኣንግል ንስኻትኩም ተዛሪብዎ ተዛሪብኩሞ ኢኹም ኣነ ግን ብጣዕሚ ዝገርመኒ ነገር እንተሎ እንታይ እንድሕር ኢልኩምኒ ናይ ኣቦ ኣባና ዘለዎ ፍቕሪ እዩ ኣይገርመኩምን ቅዱሳነይ ዘዝሰደዶም ኣገልገልቱ ብዘሰቅቕ ኣማውታ እናተቐትሉ ንሱ ግን መመሊሱ ኣገልገልቲ ምስዳዱ ኣየቋረጸን እዚ ንዓይ ኣዝዩ ኣዝዩ ኣዝዩ ክገርመኒ ውዒሉ ሎም መዓልቲ እቲ ኣባና ዘለዎ ፍቅሪ እዩ ዘርኢ ቁዱሳን ኣሕዋተይ እግዚኣብሔር ፍቅሪ እዩ ክንብል ኮለና ስቅ ኢልና ኣይኮናን ወይ ድማ መጽሓፍ ቅዱስ እግዚኣብሔር ፍቅሪ እዩ ክብል ኮሎ ስቅ ኢሉ በቃ ፍቅሪ ኣክሽን ስለ ዝኾነ ፍቅሩ ሲ ብተግባር ዝተገልጸ እዩ ናይ እግዚኣብሔር ፍቅሪ ቁዱሳን ኣሕዋተይ ኣቡኡ ንወዱ ክሰዶ ከሎ እንተ ሓፈርዎ ኢሉ እዩ ቅዱሳን እዚኣ እዚኣ ሰሚዕኹም ኣንቢብኩማ ኣለኹም እታ ቃል ንወዱ ዝለኣኾ እንተ ሓፈርዎ ኢሉ እዩ ንዕኡ ክሓፍሮ ምተገበአ ነይሩ ናይ ኣቦ ትጽቢት እውን ከምኡ እዩ ነይሩ ግን ጥቃ ምሕፋር ኣይበጽሑን እኳ ደኣ እዚ እቲ ወራሲ እዩ ብምባል ካብ ካብቲ ቦታ ኣታኽልቲ ወይኒ ንወጻኢ ኣውጺኦም ክቐትልዎ ንርኢ። እንተ ሓፈርዎ ኢሉ ኣይገርመኩምን? ወራሲ እዩ ንቕተሎ ኢሎም ቀቲሎሞ። ዘገርም ነገር እዩ ሓሳቦም እንታይ እዩ ነቲ ወራሲ እንተ ቀቲልናዮ ንሕና ነቲ ብመገስ ዝተቐበልናዮ ክንወርሶ ኢና ብምባል እዩ። ዝ ዝጽበይዎ ነገር ዝጽበዮም ነገር ተሪእና ግን ውርሻ ዘይኮነ ናይ ኣቦ ፍርዲ እዩ። ኣይገርመኩምን ንሳቶም ክወርሱ እዮም ዝጽበዩ ዘለዎም ዝወርስዎ ግን እቲ ውርሻ ዘይኮነስ ፍርዲ እዩ ዝወርሱ ከምቲ ኣብ ቁጽሪ ትሽዓተ እነንብቦ እንታይ ኢሉ እቲ ጎይታ ኣታክልቲ ወይኒ ሕጂ ድኣ እንታይ ክገብር እየ እንታይ ክገብር እዩ መጽዩ ነቶም ኣየይቲ ከትፍኦም እታ ኣታክልቲ ወይኒ ከኣ ንካልኦት ክህቦም እዩ ይብል ቃል ኣምላኽ ማለት እዩ። ስለምንታይ እዩ ነቶም ዓመጽቲ ኣየይቲ ኣጥፊኡ ንኻልእ ንኻልኦት ኣየይቲ ዝህቦም ቅዱሳነይ? ስለምንታይ? ስለምንታይ ይመስለኩም ካብቶም ዝዓዩ ዘለዉ ኣሕዲጉሲ ንኻልኦት ኣየይቲ ዝህቦም ቅዱሳን? እግዚኣብሔር ነዞም ሰባት ንምምላስ ዘይገበሮ ነገር የለን። ቅዱሳን እግዚኣብሔር ስቕ ኢሉ ፈራዲ ኣይኮነን። ሰባት ንእግዚኣብሄር ከም ፈራዲ ገይሮም ይቆጽርዎ፣ መሰል ዝግህስ ገይሮም ይቆጽርዎ፣ ሰኣን ምርድኦም ማለት እዩ ቅዱሳነይ። እግዚኣብሄር ፍቅሩ ዶ ኣይተራእየን ቅዱሳን ኣሕዋተይ? ክምለሱስ ኣብ በቃ ዘለዎ ኣገልገልቲ ክሳብ ዝውድእ ኣይገበረን ድዩ ቅዱሳነይ? ክንደይ ሰብ ናይ ክንደይ ሰብ ደም ኣይፈሰሰን ድዩ እግዚኣብሄር ንህዝቡ ክመልስ? ንሕና ተቀዳዲምና ኣብ ፍርዲ ናይ እግዚኣብሔር ኢና ንኸይድ ግን እግዚኣብሔር ፍቅሪ እዩ still እግዚኣብሔር ነዚኦም ዓየይቲ ከጥፋእ ከጥፍእ ዝተገደደሉ ምኽንያት እግዚኣብሔር ነዞም ሰባት ንምምላስ ዘይገበሮ ነገር የለን ናይ ብዙሓት ህይወት እውን ጠሊብዎ እዩ እቲ ዝተዋህቦም ዕድል ብዘይምጥቃሞም እዩ እምበር ክቐትሎም ስለ ዝደለየ ኣይኮነን ቅዱሳን ኣሕዋተይ እግዚኣብሔር ሲ በቃ ጀስት ኣምላክ ዩ ክንብል ኮልና ስቅ ኢሉ ኣይኮነን ቅዱሳን ኣሕዋተይ እግዚኣብሔር ቅኑዕ ፈራዲ ዩ ክባሓል ኮሎ ቅኑዕ ዩ ከምዛ ዝራኣኩማ ዩ እግዚኣብሔር ቅኑዕ ፈራዲ ዩ ስቅ ኢሉ ኣይኮነን ከትፎኦም ተበጊሱ ንከይጠፍኡ ሲ ብዙሓት እናጥፍኡስ ንከይጠፍኡስ መመሊሱ ሰባት ይሰደሎም ነይሩ ካልእስ ይትረፍ እንደገና ከማን እቲ ዘፍቅሮ ወዱ ከማን ሓደ ዘፍቅሮ ወዱ ከማን ሰዲድሎ ካልእ የሱስ ሚስጥር እዩ ዝዛረብ ኣብዚ ክፍሊ እዚ ማለት እዩ የሱስ ብዛዕባ ኣማውቱ እዩ ዝዛረብ ዘሎ ኣብ ማቴዎስ ዕስራን ሽዱሽተን ሰላሳን ሽዱሽተን ከድና ክንርኢ ኮለና የሱስ ተታሕዘሉ ቦታ እንታይ ዝበሃል ከምቲ ማቴዎስ ዘቐመጠና ጌተ ሰማኔ ዝበሃል ኣይኮነን ቅዱሳነይ ትርጉሙ ድማ ቦታ ኣታኽልቲ እዩ። ቦታ ኣታኽልቲ እዩ። ንየሱስ ክሰቕልዎ ከለዉ ካብታ ቦታ ኣታኽልቲ ንወጻኢ ኣውጺኦም ማለት ናብ ጎልጎልታ ወሲዶም እዮም። ዘገርም ነገር እዩ። ክብሪ ክብሪ ነቲ ምስጢር ዝገልጽ ኣምላኽ ይኹን። ኣሜን። እንታይ ይብል ኣብ ማቴዎስ 26:36 ድሕርዚ የሱስ ምስታታቶም ጌተሰማኒ ናብ ትበሃል ቦታ ከደ ንደቀ መዛሙርቱ ድማ ናብቲ ከይደ ክሳብ ዝጽሊ ኣብ ዝተቐመጡ በሎም። እዚኣ ኣብ ዝሓለፈ ኣብ ናይ ማቴዎስ ክነጽንዕ ኮለና ጌተሰማኒ እንታይ ማለት ምዃኑሲ ተዘራሪብና ኔርና እግዚኣብሔር ይመስገን ኣሜን ዮሃንስ ናብ ናይ ኣታክልቲ ቦታ ከም ዝኣተዉ ይነግረና እዩ ከምቲ ኢዮባ ዘንበበልና እዚ ክፍሊ እዚ ብቐጥታ ኣብ ትንቢት ኢሳያስ ምዕራፍ ሓሙሽተ ካብ ቁጽሪ ሓደ ክሳብ ሸውዓተ ከም ዘሎ ኣንቢቡልና ነይሩ ኣንቶይ ኣነ ናብኡ ክምለስ ኣየድልየንን እዩ ምክንያቱ ግዜ ንምቕጣብ ማለት እዩ ካብዚ እንምሃሮ ቅዱሳነይ ነገር ድሕር ዳኣ ኣሎ ኮይኑ እቶም ሰራሕተኛታት ምንም ዝገበርዎ ዝገበርዎ ነገር የለን ከምቲ የሱስ ንስኻትኩም ኣብ ዘይጸዓርኩምሉ ኣተኹም ይብለና ኣይኮነን ዲ ቅዱሳነይ እዚኦም ብመገስ ዝተዋሃቡ ዓየይቲ ሲ ወይ ድማ ተኻራይቲ ኣካሪዎም ዝኸደ ሲ ዝገበርዎ ነገር የለን ነታ ኣታኽልቲ ወይኒ ኣይተኸልዋ ም ኣይኮስኮስዋ መሐምተሊ ይሰርሑላ ኣይሓጸርዋ ባዕሉ እዩ እቲ ወናኒ እታ ግራት ጌርዋ ኩሉስ ጎይታ እዩ ወዲኡልና ንዓና ውን እንታይ ይብለና ጎይታ ኣብ ዮሐንስ ኣርባዕተ ሰላሳን ሸሞንተን ሲ ኣነ ንኣኻትኩም ኣብ ዘይጸዓርኩምሉ ክትዓጽዱ ለኣኩኹም ኣሜን እዞም ሰባት ናብ ዓጺድ እዮም ተላኢኾም። የሱስ እዚ ዋና እዚ ግራት ድማ ካብቲ ናይ ባዕሉ ናይ ባዕሉ ወይኒስ ፍረ ጠሊቡ ቅዱሳን ኣሕዋተይ ካልኦት ጸዓሩሉ ንስኻትኩም ኣብቲ ጻዕሮም ኣተኹም ይብል። ኣብ ማርቆስ የሱስ ነቲ ሕቶ ሓቲቱ ባዕሉ ከም ዝመለሶ ገይሩ እዩ ኮፍ ኣቢሉልና ዘሎ። ናብ ማቴዎስ ከይድና እንተርኢናዮ ግና ነቲ ናይ የሱስ ሕቶ ባዕሎም እዮም መሊሶሞ ቅዱሳነይ። ኣብ ማቴዎስ የሱስ እንታይ ኢሉ ሓቲትዎም እታ እቲ ጎይታ ኣታኽልቲ ወይኒ ምስ መጸስ ነቶም ኣያይቲ እትዮም እንታይ ክገብሮም ኢሉ ሓቲቱ ንሳቶም ክምልሱ ከለዉ ድማ እንታይ ኢሎም ቅዱሳነ ንሳቶም ከዓ ነቶም ክፉኣት ብኽፉእ የጥፍኦም ኣይገርመኩምን ክፉእ ብኽፉእ ከም ዝጠፍእ ይፈልጡ እዮም እንታይ ኢሎም ንሳቶም ከኣ ነቶም ክፉኣት ንሳቶም እኮ እዮም እቶም ክፉኣት ነቶም ክፉኣት ብኽፉእ የጥፍኦም እቲ ኣታኽልቲ ወይኒ ከኣ ኢሎም ብጣዕሚ ዘገርም ቃል እዮም ተዛሪቦም እቲ ኣታኽልቲ ወይኒ ከኣ ፍሪኡ በብጊዜኡ ንዝህቡ ካልኦት ኣየይቲ ብመገስ ይሃቦም በልዎ ኣይገርመኩምን መን እዮም በሃልቲ ባዕሎም እቶም ዝተሓተቱ መሊሶምሉ ማለት እዩ። እቲ ዝመለስዎ መልሲ ብዛዕባ ኦም እንተዝኸውን እዞም ሰባት እቲ ዝምልስዎ መልሲሲ ብዛዕባኦም እንተዝኸውን ከምኡ ኣይምመለሱን ነይሮም። ባዕላቶም እቲ ቅኑዕ ፍርዲ ኣብ ገዛእ ርእሶም ክዛረቡ ከሎ ኢና ንርኢ ቅዱሳነይ። የሱስውን ዝገበሮ ነገር እውን ከምኡ እዩ። ኣይገርመኩምን የሱስ ውን ከምታ ዝተዛረብዋ እዩ ጌሩ ኣብቲ ዝሾሞም ነገር እሙናት ኮይኖም ብዘይ ምጽንሖም ነቶም ብሰባት ንዑቃት ዝኮኑ ከምቲ እቶም ጸሓፍትን ካህናት ዝመለስዎ ፍሪኡ በብጊዚኡ ንዝህቡ ደቀ መዛሙርቱ ካብኦም ወሲዱ ክህቦም ከሎ ኢና ንርኢ ቅዱሳን ጎይታ እሙናት ጌሩ ስለ ዝቆጸረና ንዓና ውን ናብቲ ናቱ እዮ ሸይሙና ኣሎ ቅዱሳነይ። ዕጫ እዞም እዚም ዘይእሙናት ኣብ ዘይግራቶም ወነንቲ ገበርትን ሓደግትን ክኾኑ ዝደልዩ ከይበጽሓና ኣብቲ ጎይታ ዝሸመና ነገር እሙናት ንኹን ቁዱሳን ሓደ ኣብዚ ዓቢ ምስጢር ክነግረኩም ቁዱሳን ኣሕዋተይ ሓደ ኣብዚ ዓቢ ምስጢር ብ- ሪኢኹም ኣለኹም ብዙሓት ኣብ ዘይግራቶም ወነንቲ ክኾኑ ዝደልዩ ሰባት ኣለዉ ኣብ ግራት ኣምላኽሲ ወነንቲ ክኾኑ ዝደልዩ ሰባት ኣለዉ which is ጌጋ ከምዞም ፈሪሳውያን ማለት እዩ ከምዚኦም ብመገስ ዝተቀበሉ ሰባት ማለት እዩ ዕጫ እዞም ዘይእሙናት ሰባት ኣብ ዘይግራቶም ወነንቲን ገበርትን ሓደግትን ክኾኑ ዝደልዩ ከይበጽሓና ኣብቲ ጎይታ ዝሸመና ነገር እሙናት ንኹን ቅዱሳነይ ኣሜን ኢየሱስ ክርስቶስ ጎይታ እዩ ብጣዕሚ ይግረም ነይረ ነዚ ቃል እዚ እናሰላሰልኩ ቀዳማ እቲ ግራት ናይ ባዕሉ እዩ እቲ ግራት ሲ ናይቲ ተኻሊ ወይኒ ናይ ኣቦ እዩ እቲ ግራት ሕጂ ኣብዘይ ናትካ ክትጉይተት ክትደሊ ኮለኻ ብጣዕሚ ጌጋ እዩ ንኣንን ንስኻትኩምን ብዋጋ ዝተዓደግና ሰባት ኢና፣ ኣይኮናን ዲና ቅዱሳነይ? ኣንን ንስኻትኩምን እኮ ብደም ክርስቶስ ዝተዓደግና ሰባት ኢና። ንስኻትኩም ናይ ገዛእ ርእስኹም ኣይኮንኩምን እዩ ዝብለና ቃል ኣምላኽ። which means ዋና ዘለና ሰባት ኢና። ስለዚ ኣባና ክጉይተት ክስልጥን ስልጣን ዘለዎ የሱስ ጥራይ እዩ። ኣሜን። ኢየሱስ ክርስቶስ ጎይታ እዩ። ንሕና ግራት ኣምላኽ ኢና ኢየሱስ ክርስቶስ ጎይታ እዩ እዚኦም ኣብ ዘይግራቶም ኣብ ዘይግራቶም ብሓደራ ዝተቐበልዎ ኣይገርመክን ኣይገርመኩምን ቅዱሳነይ ብሓደራ ንዝተቐበልዎ እዮም ክወርሱ ደልዮም ዘይግራቶም እቲ ፍረ ከኣ ክንዲ ነቦ ዝህብዎ ተጠቀምቲ ኮይኖም ከማን ኣትሊስ ነቦ እኳ እቲ እቲ ዝጠለብዎ ፍረ ተዝህብው ነይሮምሲ ክንደይ ሰናይ ነይሩ መሲልኩም ቁዱሳነይ ግን ባዕሎም ኩሉ ወሪሶሞ ግራቱ ወሲዶም ግራቱ ወሲዶም ፍረ ናይቲ ግራቱ ናይ ዝጸዓረሉ ከማን ከይረኸበ በቃ ባዕሎም ክጉይተትሉ ከሎ እና ንርኢ ኣብ ማርቆስ ዓሰርተ ከልተ ካብ ቁጽሪ ዓሰርተ ን ዓሰርተ ሓደን እንታይ ይብል እዚ ዘገርም ነገር እዩ እታ እቲ ነዳቅቲ ዝነዓቅዎ እምኒ ንሱ ርእሲ መኣዘን ኮነ እዚ ካብ እግዚኣብሔር ኮነ ኣበኢንትናውን ግሩም እዩ እትብል ጽሕፍትስ ጽሕፍትስ ከቶዶ ኣየንበብኩሙን ኢኹም? ነዚ ምስላ'ዚ ብዛዕባኦም ከም ዝበሎም ፈሊጦም ነበሩ እሞ፣ ክሕዝዎ ደለዩ። ነቶም ህዝቢ ፈሪሖም ግና ሓዲጎሞ ኸዱ። ነዛ ነዛ ቓል ድማ ኣብ ማቴዎስ ኬድና ክነንብቦ ከሎና ብጣዕሚ ደስ ዝብል ገይሩ ጽሒፉልና ኣሎ ማቴዎስ። እንታይ ይበልሲ፣ የሱስ ከኣ በሎም፣ እቶም ንደቕቲ ዝነዓቑዎ እምኒ ንሱ ርእሲ መኣዘን ኮነ ይብለና። እዚ ካብ እግዚኣብሄር ኮነ። ኣሜን። ኣብ ኣዒንትናውን ግሩም እዩ። ዝብል ጽሕፍቶ ዶ ኣየንበብኩምን ምስ በለ፣ ስለዚ ድማ እታ መንግስቲ ኣምላኽ ካባኻትኩም ክትውሰድ፣ ፍሬኣ ንዘፍሪ ህዝቢውን ክትወሃብ እያ፣ እብለኩም ኣሎኹ። ኣብቲ እምኒቲ ዝወደቐ ይስበር፣ እቲ እምኒቲ ዝወደቑ ድማ ይጭፍለቕ። ሊቃውንቲን ካህናትን ፈሪሳውያን ምስላታቱ ምስ ሰምዑ፣ ብዛዕባኦም ከም ዝተዛረበ ኣስተውኣሉ፣ ኪህዝዎ ድማ ደለዩ፣ ግናኸ ኣብቶም ህዝቢ ከም ነቢይ ነበረ እሞ፣ ንኣኣቶም፣ ፈርሑ ንጎይታ ኣይፈርሑን ነቲ ጎይታ ጎይቶት ኣይፈርሕዎን ነቲ ህዝቢ ግን ፈሪሖሞ ማቴዎስ ዕስራን ሓደን ካብ ኣርብዓን ክልተን ክሳብ ኣርብዓን ሽዱሽተን እንተድኩም ነዚ ሓሳብ ክትረኽብዎ ኢኹም ብጣዕሚ ዘገርም ነገር ኢና ኣብዚ ንርኢ ዘሎና ቅዱሳነይ እግዚኣብሄር ኣብ ናይ ምፍራይ ቢዝነስ ከም ዘሎ ኢና ዘርኤና ኣሜን እዚ ክልተ ሽሕን ዓሰርተ ኣርባዕተን ናይ ምፍራይ ዘመን እዩ ኣሜን ክንፈሪ ጎይታ ደልዩ ካባና ጎይታ ፍረ ይደልዩ ብዙሕ ዓመት ተጸብዩ ምናልባት ክሳዕ ሕጂ ፍረ ዘይሃብና ክንከውን ንኽእል ኢና። እዚ ኣመት ግን ከምዚ ክልተ ሽሕን ዓሰርተ ሰለስተን ዝወዳእናዮ ክንውድኦ የብልናን ኢየሱስ ክርስቶስ ጎይታ እዩ። የሱስ እንታይ ኢልዎም ስለዚ ኢልዎ ስለዚ ድማ እታ መንግስቲ ኣምላክ ካባካትኩም ክትውሰድ እ ሽዑ እንታይ ኢሉ ፍሪኣ ንዝፈሪ ህዝቢ ውን ክትወሃብ እያ ኣሜን ዘይትፈሪ እንድሕር ኮይንካ ኣብ ጎይታ ኮይኑ ዘየፍሪ ሰብ ብጣዕሚ ታሽሙ እዩ ኣብ ሕቶ ምልክት ዝኣቱ እዩ ምክንያቱም ጎይታ እንታይ ኢሉ ኣባይ ጸንዑ ኣባይ ተጸኒዕኹም በቃ ፍረ ክትፈሪ ኢኹም ኢሉና ኣብ ጎይታ ተጸኒዕካ ጎይታ የፍሬካ እዩ ኣሜን እቲ ኣባይ ኮይኑ ፍረ ዘይፍሪ ግን ክቁረጽ ኢሉ ኣብ ጎይታ ኮንካ ዘይምፍራይ ከይተ ዘይተፍሪ ምዃን ብጣዕሚ ክትቁረጽ እዩ ዝገብረካ ክትድርበይ እዩ ዝገብረካ ምክንያቱም ሲ ንኸይትፈሪ ሲ ምንም ዝኽልክለካ ነገር የለን የሱስ ክርስቶስ ሲ ምንጪ ኩሉ ስለ ዝኾነ ናይ ግድን ኣይትዓብርን ኢኻ እግዚኣብሔር ይመስገን ፍረ ክህልወካ እዩ ኩሉ ግዜ ዝብላዕ ነገር ኩሉ ግዜ ክህልወካ እዩ ስለዚ እንታይ ኢልዎም ቅዱሳነይ ነዞም ሰባት መንግስቲ ኣምላክ ካባታቶም ክትውሰድ ኣብዚ ሓደ ነገር ክተስተብህሉለይ ደልየ ኣለኩ እንታይ ኢልዎም ስለዚ ድማ እታ መንግስቲ ኣምላክ ካባካትኩም ክትውሰድ እያ ፍሬኣ ንዝፈሪ ህዝቢ ውን ክትዋሃብ እያ እብለኩም ኣለኩ ምስ በለ ብጣዕሚ ዘገርም ነገር እዩ ነዞም ሰባት መንግስቲ ኣምላክ ካባታቶም ክትውሰድ ዝገበሮ ቀንዲ ምክንያት ካሊእ ኣይኮነን ቅዱሳነይ ኣቦ ፍረ ደልዩ ብምስኣኑ እዩ ኣይኮነን ድዩ ፍረ ሃቡኒ ኢልዎም ፍሪኡ ክህብዎ ኣይደለዩን ስለዚ እኮ እዩ በቃ ከትፍኦም ወሲኑ ፍረ ስለ ዘይረኸበላ ነታ ኦም በለስ ከኣ ረጊምዋ ኣይኮነን ድዩ ቅዱሳኔ ኣቦ ካብ ወይኒ ፍረ ደልዩ ብምስኣኑ ካብቶም ፍሪኡ ዝበልዑ ወሲዱ ነቶም ንዕኡ ዝግባእ ፍረ ኣብ ገጊዚኡ ንዝህቡ ፍረ ንዝፈርዩ ሂብዋ ኣይኮነን ድዩ ስለዚ ንሕና ካብዚ ክንመሃሮ ክንመሃር ኣሎና ናይ ምድሓና ፍረ ጎይታ ክበልእ ይደሊ እዩ ፍረ ጎይታ ካብ ኣመንቲ ይደሊ እዩ ካባይን ካባካትኩምን ፍረ ይደሊ እዩ ቁዱሳነይ ዮሃንስ ዓሰርተ ሓሙሽተ ቁጽሪ ኣርባዕተን ሸሞንተን እንታይ ይብሉና እቲ ጉንዲ ወይኒ ኣነ እየ ጨናፍር ከኣ ንስካትኩም ኢኩም ብጀካይ ሓንቲ እኳ ክትገብሩ ኣይትክእሉን ኢኩም እሞ እቲ ኣባይ ዝጸንዕ ኣነውን ኣብኡ ንሱ እዩ ብዙሕ ዝፈሪ ኣብ ጎይታ ምጽናዕ እዩ ፍሩትፉል ክትከውን ዝገብረካ ካብ ጎታ ወጻኢ ኮንካ ክተፍሪ ኣይትክእል ኢና እዞም ሰባት ካብ በቃ ንጎይታስ ከ ጎይታ እኮ እዩ ኣብቲ ኣብቲ ግራቱ ዝሾሞም ቅዱሳን ኣሕዋተይ ጎይታ እኮ እዩ ኣብቲ ግራቱ ሸይምዎም ብዘይ ብኡስ ኣይንደልየካን ኢሎሞ ነቲ ዝሾሞም ነቲ ዘለዎ ነገር ኣረኪብዎም ዝከደ ጎይታ በቃ ተበሊዕካ ኣለካ ኢሎሞ ረኪስካ ባራ ኢሎሞ ንጎይታ ኣይገርመኩምን ቅዱሳነይ የሱስ ክርስቶስ እንታይ ኢሉ? ብጀካይ ሓንቲ እኳ ክትገብሩ ኣይትኽእሉን ኢኹም እሞ፣ እቲ ኣባይ ዚጸንዕ፣ ኣብ ጐይታ ምጽናዕ ይኹነልና። ኣሜን። ፍረ ንደሊ ዲና? ኣብ ጐይታ እንተ ጸኒዕካ ጥራይ ኢኻ ትፈሪ። ንሱ እዩ ብዙሕ ፍረ ዚፈሪ ኢሉ። ብዙሕ ፍረ እንተ ፈሬኹም ኢሉና፣ ኣብ ቍጽሪ ሸሞንተ ኪዛረብ ከሎ ኸኣ። ብዙሕ ፍረ እንተ ፈሬኹም፣ ኣቦይ በዚ ይኸብር። ኣሜን ደቀ መዛሙርቶይን ክትኮኑ ኢኹም ኢሉ እግዚኣብሔር ይመስገን ጎይታ ኣብ ናይ ምፍራይ ቢዝነስ እዩ ዘሎ ኣምላኽና ኣብ ናይ ምብዛሕ ቢዝነስ እዩ ዘሎ ቅዱሳን ብኹሉ ክንዓቢ ክንሰፍሕ ክንወርስ ይደሊ እሞ ካብዞም ትጽቢት ጎይታ ዘይማልዑ ሰባት ሰባትን ዝበጽሖምን ነገር ርኢና ካብኦም ንምሃር ቅዱሳነይ ትጽቢት ጐይታ ኣይመልኡን እዞም ሰባት። ጐይታ ካብኦም ተጸብዩ ነይሩ፣ ካብቲ ናይ ገዛእ ርእሱ ግራት፣ ካብቲ ናይ ገዛእ ርእሱ ወይኒስ ፍረ ደልዩስ ክህብዎ ኣይደለዩን። ናቱ እኮ እዩ። ክጅመር ከሎ ናቱ እኮ እዩ። ንሱ እኮ እዩ ኣብቲ ቦታ እቲ በቃ ሸይምዎ፣ ስልጣን ሂቦም ኣብቲ ኣብ ልዕሊ እቲ ግራት። ግን ንጐይታ እቲ ካብኦም ዝተጸበዮ ነገር ትጽቢቶም ስለ ዘየማልኡ እሱ ከኣ ኣብ ውሳኔ ክሓልፍ ከሎ ንርኢ። ካልእ ዘገርም ነገር እንታይ እዩ ብዛዕባ እቲ እምኒ ዝተጻሕፈ ነገር እዩ ኣይገርመኩምን ቅዱሳን እንታይ ኢሉ ሲ ትሰምዑኒ ዶ ኣለኹም ቅዱሳነይ ብጣዕሚ ዘገርም ነገር ክነግረኩም እቲ እቲ ናይ የሱስ ኣዘራርባ ሲ ብጣዕሚ ዘገርም ነገር እዩ ቅዱሳነይ እንታይ ኢሉ ሲ ኣብቲ እምኒ እቲ ዝወድቕ ይስበር ኢሉ ኣይገርመኩምን እቲ እምኒ እቲ ዝወድቅ ድማ ይጭፍለቅ እንታይ ማለት እዩ ቅዱሳን እስከ ጌስ ግበሩ ኣብቲ እምኒ እቲ ዝወድቅ ይስበር እቲ እምኒ እቲ ዝወድቆ ድማ ይጭፍለቅ ኢሉ ኣይገርመኩምን ተርዲእኩም ዶ ኣሎ እንታይ ማለት ምኳኑ ብጣዕሚ እኮ ከቢድ ነገር እኮ እዩ የሱስ ዝዛረብ ዘሎ ኣዝዩ ከቢድ ነገር እኮ እዩ ዝዛረብ ዘሎ there is no way out ማለት እዩ there is no way out ማለት እዩ both way ማለት እዩ ከምዚ ብሓጺሩ ክርድኣኩም ንፈልጦ ብንፈልጦ ቃል ገይረ ክነግረኩም እቲ ንህይወቱ ከድሕና ዝፈቱ ከጥፍኣ እዩ እቲ ንህይወቱ ግን በጃይ ዘሕልፋ ግን ክረኽባ እዩ ዝብል ማለት እዩ ቦዝ ወይ እንታይ ኣሎ ሞት ኣሎ ማለት እዩ ቅዱሳን እዚ እምኒ ድማ ከምኡ እዩ እቲ እምኒ እቲ ዝወደቆ እቲ እት ኣብቲ እምኒ እቲ ዝወደቐ ኢሉ ኣብቲ እት ኣብቲ እት ኣብቲ እምኒ እቲ ዝወደቐ ይስበር ኢሉ እንድሕር ኣብቲ እምኒ ወዲቕካ ክትስበር ኢኻ እቲ እምኒ እቲ ድማ ዝወ እንድሕር ወዲቑካ ድማ ክትጭፍለቕ ኢኻ ማለት እዩ ክልቲኡ በቃ መስባርን ምጭፍላቕን እዩ ምንም ምምላጥ የለን ኣብቲ እምኒ ዝወደቐ ጥራይ ዘይኮነስ እቲ እምኒ እቲ ዝወደቐ እውን ክጭፍለቕ እዩ ዝብለና ዘሎ ብኹሉ መምለጢ የለን እዩ ዝብለና ዘሎ ኣብቲ እምኒ ዝወደቐ ዝወድቕ ዘበለ ክስበር እዩ፣ እቲ እምኒ እንተ ወዲቕዎ ድማ መስበርቲ ዘይኮነ ዘጋጥሞ ክጭፍለቕ እዩ ኢሉ እዩ። ኣይገርመኩምን ቅዱሳን? ፈሪሳውያን እቲ ምሳሌ ብዛዕብኦም ምዃኑ ምስ ፈለጡ ክንዲ ኣይገርመኩምን? ፈሪሳውያን እንታይ ገይሮም? እቲ ምስላ ብዛዕብኦም ከም እተዘርበ ምስ ፈለጡ፣ መምለጢ ከም ዘይብሉ እኳ እንተ ነገሮም፣ ኣይገርመኩምን? ምስኡ ኺጋጨዉ ደልዮም፣ ኣይገርመኩምን? ምስቲ እምኒ ኺናግዑ ደልዮም፣ ኪስበሩ ደልዮም፣ ኪጭፍለቑ ደልዮም፣ ኣይገርመኩምን? ቅዱሳን ፈሪሳውያን እቲ ምሳሌ ብዛዕብኦም ምዃኑ ምስ ፈለጡ እንታይ እዮም ገይሮም? ክንዲ ናብቲ ቕኑዕ መንገዲ ዚምለሱ፣ ሕጂውን በቲ እኩይ መንገዶም ኪቕጽሉ ኸለዉ ንርኢ። ቅዱሳነይ! ዘገርም ነገር እዩ የሱስ ብግልጺ ተዛሪብዎም ክነሱ ናባይ እንተ ወዲቕኩም ክትስበሩ ኢኹም ኣነ ኸኣ እንተ ወዲቐኩም ድማ ክትጭፍለቑ ኢኹም ኢልዎም ክነሱ ክምለሱ ኣይከኣሉን ኣይገርመኩምን ክምለሱ ኢሉ እቲ ዕጫ ናቶም እንታይ ከም ዝኸውን እንታይ ከም ዝመስል ብግልጺ ነጊርዎም ክነሱ ንሳቶም ግን ሕጂ እውን ነቲ ናይ መወዳእታ ዕድሎም ረጊጾም ክኸዱ ነቲ ሓቂ ዝነገሮም የሱስ ክሕዝዎን ክቐትልዎን ክደልዩ ከለዉ ንርኢ ማለት እዩ። ብጣዕሚ ዘገርም ነገር እዩ። ቁጽሪ ካብ ቁጽሪ ዓሰርተ ሰለስተ ክሳብ ዓሰርተ ሸውዓተ ድማ ከምዚ ይብል ማለት እዩ ብዘረባ ክጠልፍዎ ኸኣ ካብ ፈሪሳውያን ካብ ሄሮደሳውያን ሓያሎ ሰደድሉ ይብለና። ኣይገርመኩምን? መጺኦም ድማ መምህር መንገዲ ኣምላኽ ደኣ ብሓቂ ትምህር ኣሎኻ እምበር ነዚ ነቲ ኣይትብልን ኢኻ እሞ ገጽ ሰብ ርኢኻ ዘይተዳሉ ሓቀኛ ምዃንካ ንፈልጥ ኣሎና ንቄሳር ግብሪ ምሃብሲ ተፈቒዱ ድዩ ወይስ ኣይፋሉን ንሃቦ ዶ ኣይንሃብ በልዎ። የሱስ ግብዝንኦም ፈሊጡ፣ ስለምንታይ ትፍትኑኒ ኣሎኹም? እቲ ዲናር ክርእዮ ኣምጹለይ በሎም። ኣምጽእሉ። ንሱ ኸኣ እዝስ ስእሉን ጽሕፈቱን ናይ መን እዩ? በሎም። ንሳቶም ናይ ቄሳር በልዎ። ኣይገርመኩምን ቅዱሳነይ? ብጣዕሚ ዘገርም ነገር እኮ እዩ ቅዱሳን። እዚ ክፍሊ እዚ ከንብቦ ከለኹ ብጣዕሚ እዩ ደስ ዝብለኒ ቅዱሳነይ። ኣብዚ ዋላ እውን ንየሱስ ብዘረባ ክጠልፍዎ ኢሎም ነቲ ኣዘራርባ ተጠቂሞም ተጠቂሞምሉ እምበር ብሓቂ የሱስ ከምታ ዝበልዋ የሱስ ብሓቂ መንገዲ ኣምላኽ ብሓቂ ዝምህር እዩ ኣሜን የሱስ ከምታ ዝበልዋ ንክጠልፍሉ ዝተጠቀምሉ ጥዑም ዘረባ ዋላ ተኾነ ግን የሱስ ከምኡ እዩ ኣሜን የሱስና ኢየሱስ ክርስቶስ ጎይታ እዩ መንገዲ ኣምላኽ ብሓቂ ዝምህር እዩ ኣሜን ዶ ገጽ ሰብ ርእዩ ዘየዳልው ሓቀኛ እዩ ዋላ ውን ክጥብሩ ነዚ ቋንቋ እዚ ተጠጠቀሙሉ ኣምላክና ግን ከምኡ እዩ የሱስና ግን ከምኡ እዩ ንጸላእቱ እኮ የዛርቦም እኮ እዩ ቅዱሳን ንጸላእቱስ ከም ብዛዕብኡ በቃ ሰናይ ከም ዝዛረቡ ይገብሮም እዩ እቲ ዝበልዎ ብትክክል ንየሱስ ዝገልጽ ቃል እዩ ኣሜን ዶ ቅዱሳነይ እቲ ካብ ኣፎም ዝወጸ እቲ ናይ ጥበራ ቃል ዝመስል ንሳቶም ክጥብርዎ እዮም ተዛሪቦም ግን ትክክል ን ንናይ የሱስ ማንነት ዝገልጽ ቃል እዩ ነዚ ቃል ግን ብሓቂ ኣሚኖምሉ ዘይኮነስ ነቲ ሒዞሞ ዝመጹ ኣጀንዳ ንክተግብሩ ዝተጠቀምሉ ጥራህ እዩ ቅዱሳነይ ኣሜን ዶ ቅዱሳነይ። ኣለኹም ዶ? ተጠንቂቕና ነቲ ንየሱስ ዝቐረበሉ ሕቶ እንተ ርኢናዮ፣ ብጀካ እወ ወይ ኣይፋል ዝብል መልሲ ካልእ ዕድል ዝህብ ሕቶ ኣይኰነን። ንየሱስ ዝቐረበሉ ሕቶ ሃቡ ወይ ድማ ኣይትሃቡ ዝብል መልሲ ኢዮም ንሳቶም ዝደልዩ። እቲ ኣተሓትቶኦም ንኻልእ መልሲ ዝዕድም ኣይኰነን ቅዱሳን ኣሕዋተይ። ተረዲእኹምኒ ክትምልስ ኣለካ ከምታ የሱስ ዝሓተቶም ማለት እዩ ከምታ የሱስ ዘዋጠሮም ጥምቀት ዮሃንስሲ ካብ ሰማይ ድዩ ወይስ ካብ ሰብ ኢሉ በቃ ካብ ምርጫ ክልተ ጥራይ ዘለዎም ወይ ካብ ሰብ ክብሉ ወይ ድማ እ ካብ ኣምላኽ ክብሉ ክልቲኡ ክብልኡ ግን ኣይደለዩን ሕጂ ክልተ መልሲ ጥራይ የሱስ ዕድል ሂብዎም ንሳቶም ኣይንፈልጥን ኢሎም ሃዲሞም ካብዚ ሕቶ ወጺኦም ማለት እዩ። የሱስ ክርስቶስ ግን ከመይ ከም ዝመለሰሎም ንርኢ ማለት እዩ። ከምቲ ክብሎ ጸናሕኩ ቅዱሳነይ ንየሱስ ዝቐረበሉ ሕቶ እወ ወይም ኣይፋል ዝብል መልሲ እዩ። ካልእ ምንም እድል የብሉን። የሱስ ግን ናይ ጠቢባን ጠቢብ ስለ ዝኾነ ነቲ መውጽኢ የብሉን መምለጢ የብሉን ኢሎም ዘቕረብዎ ሕቶ ብዘይተጸበይዎ መንገዲ ነቲ ዝሓተትዎ ሕቶ ደጊሞም ከምዘይሓትዎ ገይሩ ክምልሰሎም ከሎ ንርኢ። ክብሪ ንጎይታ ይኹን። ኣሜን። ከምቲ ኣንቶ ዮርሳን ሓፍተይ ትብሎ ዝነበረት እወ እንተኢሉ ከም ጸላኢ ህዝቡ ኣይፋል ተኢሉ ድማ ፈታዊ ሮማ ክገብርዎ እዮም። እወ እንተይሉ ቅዱሳነይ ከም ጸላኢ ህዝቢ ፈታው ሮማ ክገብርዎ እዮም ኣይፋል እንተይሉ ከኣ ምስ ሮማውያን ክበኣስ እዩ ሮማውያን ከኣ ክኣስርዎ እዮም ነዚ ሕቶ ሒዞም ዝመጹ ሰባት ድማ ኮነ ኢሎም በዚ እንተኸደ በቲ ክንረኽቦ ኢና፣ በቲ እንተኸደ ድማ በዚ ክንረኽቦ ኢና ኢሎም ኮነ ኢሎም ብዛዕባ እዚ ኣጽኒዖም ተዳልዮም እዮም ነዚ ሕቶ እዚ ሓቲቶምዎ። ኣይገርመኩምን? ሃዋርያ ጳውሎስ ንሰብ ገላትያ ዝጽሕፈሎም ከሎ ምዕራፍ ክልተ ካብ ሽዱሽተ ክሳብ ትሽዓተ እንታይ ኢሉ እጂ እቶም ርኡያት መሰልቲ ኣምላኽሲ ገጽ ሰብ ርእዩ ኣየዳልዩን እሞ ከመይ ዝበሉ ከም ዝኾኑ ግዶም የብለይን። እቶም ርኡያት መሰልቲስ ሓንቲ እኳ ኣይውስኹለይን። እቲ ኣብ ጴጥሮስ ንሃዋርያት ኣብ ግዝረት ዝኣየየ፣ ኣባይ ድማ ኣብ ኣሕዛብ ኣየየ፣ ከምቲ ንጴጥሮስ ኣብ ግዙራት ንኣይ ግዳ ኣብ ዘይተገዝሩስ ወንጌል ምሕጽንታ ተዋሂቡኒ ምስ ረኣዩ እቶም ኣእኑድ ከም ዝኾኑ መሰልቲ ያእቆብን ኬፋን ዮሃንስን እቲ ዝተዋህበኒ ጸጋ ምስ ፈለጡ ንሕና ናብ ኣሕዛብ ክንከይድ፣ ንሳቶም ግና ናብ ግዙራት፣ ምናዳ ንዓይ ንባርናባስን ናይ ህብረት የማናይ ኢዶም ሃቡና ይብል። እቲ ንየሱስ ዝበልዎ ብደቂቕ እንተ ርኢናዮ ቅዱሳን ኣሕዋተይ እቲ ንእግዚኣብሔር ዝግባእ ወይ ኣብ ኣምላኽና ዝረኣይ ባህሪ እዩ። ኣሜን። እንታይ እዮም ኢሎሞ እግዚኣብሔር ኣምላኽና እንታይ እዩ ቅዱሳነይ ገጽ ሰብ ርእዩ ዘየዳሉ ኣምላኽ እዩ። ኣሜንዶ ቅዱሳነይ። ኣምላኽና እዩ ሓቀኛ፣ ስለዚ ብተዘዋዋሪ መንገዲ እቲ ሓቀኛ ማንነት ሓቀኛ ማንነት እዮም ንየሱስ ዝብልዎ ዘለዉ። ንየሱስሲ ብዝተዘዋዋሪ መንገዲ ንስኻ ኣምላኽ ኢኻ እዮም ዝብልዎ ዘለዉ። ንስኻ ፈጣሪ ኩሉ ኢኻ እዮም ዝብልዎ። ዋላ ክጥብርዎ ዋላ ይኹን እምበር ንሳቶም ግ እቲ ሓቀኛ ማንነቱ እዮም ዝዛረቡ ዘለዉ። የሱስ ነቲ ዝቐረበሉ ሕቶ ክምልስ ስለ ዝነበሮ የሱስ ብዘደንቕ መንገዲ ነቲ ዝተሓትቶ ሕቶ ክምልስ ከሎ ንርኢ። ክብሪ ንጎይታ ይኹን። ይውድእ ኣለኹ ኣጆኹም። ካብ ዓሰርተ ሓሙሽተ ክሳብ ዓሰርተ ሸውዓተ የሱስ እንታይ ይብለና? ግብዝንኦም ፈሊጡ ስለምንታይ ትፍትኑኒ ኣለኹም? እቲ ዲናር ክርእዮ ኣምጹለይ። በሎም ኣምጽኡሉ ንሱ ከኣ እዚ ስእሉን ጽሕፈቱን ናይ መን እዩ በሎም ንሳቶም ናይ ቄሳር በልዎ የሱስ ከኣ እምበኣር ናይ ቄሳር ንቄሳር እቲ ናይ ኣምላኽ ውን ንኣምላኽ ሃቡ ኢሉ መለሰሎም ብእኡ ድማ ገረሞም ይብል ኣሜን ብዛዕባ ግብዝና ብዙሕ ግዜ ስለ ዝተዛረብና ብዙሕ ኣይብልን እየ ግብዝ ዝበሎም ኣምሰሉ ስለ ዝኾኑ እዮም ቅዱሳነይ ዘይኰንዎ ዀይኖም ኪቐርቡ ኸለዉ ስለ ዝረኣዮም እዩ። ንሳቶም ነቲ ኣብ ቍጽሪ ዓሰርተ ኣርባዕተ ዝተዛረብዎ ዘረባ ዝተዛረቡ የሱስ ኪፍትንዎ ኣብ መፈንጠራ ኸእትውዎ ኢሎም ይሓትዎ ኸም ዘለዉ ኸይፈልጦም ኢሎም እዮም ነይሮም። ግን የሱስ ኣቐዲሙ ኣጀንድኦም ስለ ዝፈለጠ እንታይ ኢልዎም ስለምንታይ ትፍትኑኒ ኣለኹም ኢልዎም። ቅዱሳነይ! ክትፍትኑኒ ከም ዝመጻእኹም ብተንኮል ከም ዝመጻእኹም ፈሊጠኩም ኣለኹ ዘይፈለጥኩኹም ካይመስልኹም ካይመስለኩም ኢሉ መልሲ ክምልሰሎም ከሎ ንርኢ ቅዱሳን ኣሕዋተይ የሱስ ግብዝነኦም ፈሊጡ ስለምንታይ ትፍትኑኒ ኣለኹም እቲ ዲናር ካክርዮ ኣምጽኡለይ ኢሉ የሱስ ነቲ ዲናር ዘይፈልጦ ኮይኑ ድዩ ቅዱሳነይ ነቲ ዲናር ኣምጽኡለይ ኢልዎም የሱስሲ ነቲ ዲናር ዘይፈልጦ ስለ ዝዀነ ድዩ? የሱስ ነቲ ዲናር ዘይፈልጦ ዀይኑ ኣይኰነን እስከ ኽርእዮ ኣምጽኡለይ ዝበሎ። ሓደ ኣገዳሲ መልእኽቲ ከመሓላልፈሎም ስለ ዝደለየ ጥራይ እዩ። ክብሪ ንጐይታ ይኹን። የሱስ ነቲ ዝሓተትዎ ሕቶ ባዕላቶም መታን ክምልሱሎም ኢሉ እዩ። ኣሜንዶ ደስ ኣይብልን ቅዱሳን? የሱስ እኮ ኣይኰነን መሊሱሎም። ባዕሎም እዮም መሊሶሞ ነቲ ሕቶ ባዕሎም ሓቲቶም ባዕሎም ከም ዝምልስዎ ገይርዎም ሽሙ ብሩኽ ይኹን የሱስ ነቲ ዲናር ነቲ እኩብ ህዝቢ እንዳረኣየ እዚ ስእሉን ጽሕፈቱን ናይ መን እዩ ኢሉ ክሓቶም ከሎ ንርኢ እቲ ህዝቢ ድማ ምስቶም ሓተቲ ብሓባር ናይ ቄሳር እዮም ኢሎም ኢሎም ክምልሱ ከለዉ ንርኢ ኣብዚ ሓደ ከይተዛረብኩሉ ክሓልፎ ዘይደሊ ነገር እንድሕር ደኣ ኣሎ ቅዱሳነይ እቶም ዝምልሱ ዘለዉ ሓተትቲ የሱስ ዝምልሶም መልሲ ዝፈልጡ እንተ ዝዀኑ ኣይምመለሱን ነይሮም። ትሰማምዑዶ ቅዱሳነይ? የሱስ ክርስቶስ ስለምንታይ ይሓቶም ኣሎ? እንተ ዝፈልጡ ነይሮም ፈሪሳውያን ምመለሱሉ ኢልኩም ትሓስቡ? ኣዘንጊዕዎም እዩ ብዚ የሱስ። ሃሌሉያ! ንሱ ጥራይ ዘይኰነስ፣ ከነጥራሹ ኣይምሓተትዎን ነይሮም ንየሱስ። ብዝዀነ፣ ኵላቶም ኣብቲ ዲናር ዘሎ ስእሊ ናይ ቄሳር ምዃኑ ብሓንሳብ ተሰማሚዖም መለሶምሉ። የሱስ ከኣ ነቲ ናይ ቄሳር ንቄሳር፣ እቲ ናይ ኣምላኽ እውን ንኣምላኽ ሃቡ ኢሉ ሓተቲ ብዘይተጸበይዎ መንገዲ መልሲ ኣገሪሙ ክሰዶም ከሎ ንርኢ። ክብሪ ንጐይታ ይኹን። ንሳቶም ብዛዕባ። ንቄሳር ግብሪ ምኽፋል ጥራይ እዮም ሓቲቶም ጎይታ ግን ንኣምላኽ ዝግባእ ኣሎ እቲ ናይ ቄሳር ጥራይ ዘይኮነሲ ነቲ ናይ ኣምላኽ ንኣምላኽ ክህቡ ከም ዘለዎ ነጊሩ ከፋንዎም ከሎ ንርኢ ክብሪ ንጎይታ ይኹን ኣሜን ንሳቶም ብዛዕባ ንቄሳር ግብሪ ምኽፋል ዘይምኽፋል እዮም ሓቲቶሞ ጎይታ ግን ወሲኹ እንታይ ኢልዎም እቲ ናይ ቄሳር ንቄሳር ሃብዎ ምኽንያቱም ናይ ቄሳር ስለ ዝኾነ ምኽንያቱም ንቄሳር ዝምልከት ስለ ዝኾነ። እቲ ናይ እግዚኣብሔር ግን እቲ ንስኻትኩም ትበልዕዎ ዘለኹም ግን ኣቱም ሰባት ስምዑኒ ቁዱሳን ኣሕዋተይ ኣታ እዚ ብሩኽ ጎይታ ኣንታ እዚ ጥዑም ጎይታ ኣንታ እዚ ጥዑም መንፈስ ደስ ክብለካ ወዲ እናበልኩስ በቃ ሓደ ነገር ኣብ ልበይ መጺኒ የስስ ጎይታይ እየሱስ ጎይታ እዩ ስምዑ ስምዑኒ ቅዱሳን እንታይ ኢልዎም እቲ ናይ ናይ ናይ ቄሳር ንቄሳር ኢልዎ እቲ ናይ እግዚኣብሔር ድማ ንእግዚኣብሔር እቲ ናይ ኣምላኽ ድማ ናይ ኣምላኽ ቅዱሳን ጎይታ መጺዶ እቲ ንዕኡ ዝምልከት ኣይሓተቶምን እንዲ ቅዱሳነይ እዚኦም እኮ በላዕቲ በላዕቲ ዘይናቶም እዮም እኮ እዚኦም ቅዱሳን ኣሕዋተይ ነቲ ናይ እግዚኣብሔር እኮ እዮም ዝጉይተትሉ ነይሮም ባዕሉ ባዕሉ ዝሓጸራ ባዕሉ ዝተኸላ ወይኒሲ ፍሪኡ እኮ እያ ኣብያቶ። እቲ ናይ ኣምላኽ ንኣምላኽ ሃቡ ዝብል ዘሎ እኮ እቲ ንኣምላኽ ዝግባእ እውን ንሳቶም እናበልዕዎ እኮ እዮም ከምዚ ኣብ ግዜ ኤሊ ዝነበረ ማለት እዩ እቲ ንካህናት ዝግባእ እቲ ንናይ እግዚኣብሔር ኣገልገልቲ ዝግባእ እቲ ንእግዚኣብሔር ክስዋእ ዝግባእ ዝበልዕዎን ዝጻወትሉን ከም ዝነበሩ ማለት እዩ ቅዱሳን ኣሕዋተይ ሕጂ እውን ኣብ ዘመንና እቲ ናይ ንእግዚኣብሔር ዝግባእ ክብሪ እቲ ንእግዚኣብሔር ዝግባእ ነገርሲ ንእግዚኣብሔር ክንህቦ ኣለና። ዘገርም ብዘገርም መንገዲ ኢየሱስ ክርስቶስ ኣጠቓሊልዎ ነዚ ሓሳብ ቅዱሳነይ እቲ ናይ ቄሳር ብዛዕባ ቄሳር ኢኹም ትሓቱ ዘለኹም ክፈሉ ትነብሩ እንዲኹም ዘለኹም ክፈሉ ታክስ ክፈሉ እቲ ናይ ኣምላኽ ግና ንኣምላኽ ክህቡ ከም ዘለዎ ነጊሩ ቅዱሳነይ ኣይተጸበይዎን ብዛዕባ ናይ ኣምላኽ ክዛረብ ቅዱሳነይ ብዛዕባ ኣምላኽ ኣይተሓተተን ብዛዕባ ንኣምላኽ ዝግባእ ንዑዳ መን ክሓቶ ቅዱሳነይ ንሳቶም ፈለጥቲ እንድዮም ኣብ ግራት ጎይታ ተጎይትቶም ኮለዉ ኣብ ኣብቲ ናቱ ንብረት ኮይም ተጎይትቶም ዘለዉ ቅዱሳን ኣሕዋተይ ካብዚ ከምዚ የድሕነና ኣሜን ንኣምላኽ ነገር ንኣምላኽ ክንህብ እግዚኣብሔር ይደግፈና not ናይ ቄሳር ኣነስ ይሓስብ ነይረ ስምዑ ናይ ቄሳር ኣነ ከይፈተኹ እየ ዝኸፍል ኣብዚ ክኸፍሎም ዋላ እንተዘይደለኹ ባዕሎም እዮም ካብታ ጁባይ ዝወስድዋ ብሓይሊ እዮም ዝወስድዋ ንሕና ታክስ ብዙሕ ኢና ንኸፍል ዓሰርተ ሰለስተ ፐርሰንት ኢና ንኸፍል ቅዱሳን ኣብዛ ኣነ ዘለኹዋ ከተማ ኩለን ጁባይ ወስድዋ ዘት ዝሰራሕክዋ ካብ ደሞዘይ ኣነ ብጉልበተይ ንሳቶም ኣብ ኦፊሶም ኮፍ ኢሎም ወስድዎ ምንም ምክታዕ የለን ምክታዕ ዝባሃል የለን ቄሳር ሓያል እዩ ሪኢኩም ባዓል ዮርሳን ናይንቲን ፐርሰንት ቄሳር ካይፈተኻ በፍንጫኻ እዩ ዝወስድ እግዚኣብሔር ግን ሪኢኩም ኣቱም ሰባት ኣምላኽና ዶ ሪኢኩም እዮባ ድማ ኢስራን ሰለስተን ቁዱሳን ስምዑኒ ተጠንቂቅኩም ቄሳር ንቄሳር ግብሪ ምሃብ ንሃቦ ዳይንሃቦ ኢሎም ዝሓቱ እኮ ቁዱሳን ኣሕዋተይ እ ቄሳር እኮ ኣይሃተቶምን ክፈሉ ተደሊኹም ክፈሉ ተዘይደሊኹም ኣይትኽፈሉ ኣይብልን እዩ ን ኣነ ናይ ጎይታ ሰላሳን ሽዱሽተን ፐርሰንት ካብ ጁባኣ ብሃይሊ ንእዮባ ዕስራን ሰለስተን ንዮርሳን ዓሰርተ ትሽዓተ ንዓይ ዓሰርተ ሰለስተ ፐርሰንት ከይፈተኹ ይወስድዎ ቄሳር ኣገዲዱ እዩ ዝወስድ ቄሳር ሲ ኣገዲዱ እዩ ዝወስድ ፍተው ጽላእ በፍንጫካ እዩ ዘክፍለካ ኣምላክና ግን ሪኢኩሞ ክሳብ ክንደይ ፈቃር ምኳኑ ኣምላክ ጋን ኣምላክና ግን ሪኢኩሞ ቀዳሞት ኣገልገልቲ ሰዲዱ ፕሊስ ካብ ግራተይ በቃ ፍረይ ሃቡኒ ኢሉ ሊኢኩ ፍሪኡ ኣይሃብዎን ክህብዎ ውን ኣይደለዩን ነቲ ዝለኣኮ መልእክተኛ ቀቲሎም ቀጥቂጦም ሰደሞ እግዚኣብሔር ህጂ ውን ኣይፈገደን ሕጂውን ኣምላኽና ኣይፈገደን፣ ካልኦት መልእኽተኛታት ሰዲዱ፣ ዘዝለኣኾም እናቐተሉ፣ ዘዝለኣኾም እናጨፍለቑ፣ ዘዝለኣኾም እናኾስተሩ ክሳብ የሱስ ዝመጽእ ኮይኑ ማለት እዩ። ኣምላኽና ናይ ፍቕሪ ኣምላኽ ስለ ዝኾነ በቃ ብፍቕሪ እዩ ንኹሉ ነገር ዝሓትት ቅዱሳን። ስለዚ ኣምላኽና ኣገዲዱ ካብ ጁባና ስለ ዘይወስድ፣ ኣምላኽና ኣገዲዱ እቲ ዝግብኦ ካባና ስለ ዘይወስድ ባዕልና ናይ ኣምላኽ ንኣምላኽ ንሃብ። ከምቲ ከይፈተና መንግስቱ ዝወስደልና ምርጫ ከም ዘይብልና ፈሊጥና እ ነረክቦ ናይ ጎይታ ድማ ባህ እናበለና ንሃቦ። ኣሜን። የሱስ ክርስቶስ ጎይታ እዩ። ንሳቶም ብዛዕባ ናይ ቄሳር ግብሪ ምኽፋል ጥራይ እዮም ሓቲቶም ነይሮም። ጎይታ ግን እንታይ ኢልዎም እቲ ናይ ቄሳር ንቄሳር ሃብዎ እቲ ናይ ኣምላክ ድማ ንኣምላክ ሃብዎ ጎይታ ሽሙ ቡሪክ ይኩን i hope ገለ ነገር ተሪፉኩም ኣሎ ኢለ ይሓስብ የእዳውኩም ኣልዕሉ እሞ ጸሊና ክንውዲ ኢና ጎይታ ብነገር ኩሉ ይባርኩም።